ቀዳዊ ቀዳዊ ሞት ሞት ልብወለድ ዛንታ ዛንታ ብብርሃነ ብርሃነ ክፍሉ ራብዓይ ክፋል ሰምሃር ይበሃል ብምባል ነቲ ኣብ መንጎኦም ዝነበረ ስቕታ ሰበረቶ ኦኬ ኣነ ኸኣ ምክኤለ ይበሃል መለሰላ እቲ ጉልቡት መንእሰይ ናበየ ከብጽሓኪ ሰምሃር ኣስዒቡ ሓተታ ኣዒንቱ ካብ ስቴርሶም መንገድን ኪኣለ። ኖ፣ ጸገም የብሉን። ኣብዚ ከባቢ ቲራቮሎ መብጽሓኒ ካብኡ ታክሲ ወሲደ ክኸይድ ይኽእል'የ። ቴንኪው፣ መለሰት ሰምሃር። ኖ፣ ግድን'የ ከብጽሓኪ። ሓደ መዓልቲ ከኣ ሻሂ ንኽስረግክን እኾ። ሰሓቐት። ሻሂ'ሞ ኣየናይ ክሳራ ኮይኑ? ካብ በልካ ደኣ ደሓን፣ ኣርባዕተ ኣስመራ፣ ከባቢ እንዳ በዓለእግዚኣብሄር'የ። ግን የሸግረካ ከይሉ ብትሕትና ተወከሰቶ። ሚኪኤለ ጥምት ኣቢሉ፣ ኖ ብፍቓደይ እኳ'ዩ፣ ደሓር ከኣ ኣየናይ ኮይኑ? ብሓልዮት መለሰላ። ምኻድ ሰምሃር ናብ ኤርትራ ቃንዛ ዝኾና ለቲና ደጋጊማ ናብ ኣቦኣ ቴሌፎን እኳ እንተደወለት ክሰርሓላ ግን ኣይከኣለን። እቲ ዝገበረቶ ምስጢር ዝቃልዓሉን ዝፈሸለሉን ግዜን ከም ጸሓይ ንጉሆ ዝሰዓርን፣ ኮይኑ ተሰምዓ'ሞ ኣንቀጥቀጠት። ምኪኤልን ሰምሃርን ተተራኺቦም ጉዳ ከም ዝቕላዕ ከም ትሑዝ ወሲዳቶ'ያ። ኣብ ከባቢ ሰምበል ምስ በጽሑ ማኪና ዝተባላሸወቶ ምኪኤለ ልዕሊ ማኪንኡ ንሰምሃር ከም ቃሉ ከብጽሓ ብዘይምክኣሉ ኣሕረቖ። እወ ሓወይ ለኪመካ በለት ሰምሃር ኣየ ናይ ሓደጉኡን ካልእን ኮይኑ እዩሞ ደሓን ጸገም የብሉን ዝሓፍተይ በላ ሚኪኤለም ሞባይሉ ኣውጺኡ ብምድዋል ከኣ ንኤፍሬም ዓርኩ ማኪንኡ ሒዙ ክመጾም ሓበሮ ኣብ ጸግዒ እታ መኪና ኮፍ ኢሎም ከኣ ዕላሎም ቀጸሉ ካበይ ኺመጺኻ ሰምሃር ሓተታ ምኪኤለ ካብ ዓዲ እንግሊዝ እየ መጺኤ ኣይገርመካን ንእሽቶይ ጉዳይ ስለ ዘጋጠመትኒ እምበር ቅድሚ ሰለስተ ወርሒ እኮ እየ ካብዚ ከይደ ኦፍ እንቃዓስ ተንፈሰት ሓደ ከቢድ ውሽጣዊ ጸገም ከም ዘለዋ ዘንበበ ምኪኤለ እንታይ ድዩ ኣጋጢሙኪ መርዓ ወላ ድንገት ምስ ስክፍቲ ሓተታ ኣይ ኣይኮነን እንታይ ድዩ መሲልካ ኢላ ዘረብኣ ከይወደእት መኪና ኤፍሬም ዓርኩ ክትመጽእ ዝረኣየ ምኪኤለ እዎ ኣብዚ ከባቢ ይመስለኒ ጸኒሑ ካብቲ ዝነበሮ ተሲኡ ናብኡ ቀረበ። ኤፍሬም ማኪድኡ ደው ኣቢሉ ብምውራይ ይእቲ ዓርከይ ወይለይ ምስ ጋሻ ኢኻ ከኣ ኔርካ ናብታ ድሒሩ ዝርኣያ ሰምሃር እናጠመተ ምስ ክልቲኦም ሰላምታ ተለዋወጡ'ሞ ሚኪኤለ ከኣ እታ ማኪድኡ ጎማ ስለ ዝነፈሰት ስኳርታ ጎማ ካብ ኤፍሬም ወሲዱ ክሳብ ዝቕይረላ ንሰምሃር ናብ ገዝኣ ኣብጺሑዋ ክመጽእ ተወከሶ። ኤፍሬም ክኣ ብዘይ ቀልዓለም ኣብ ሓሳቡ ረዓመ። ሚኪኤለ ሓወይ ብዘይ ቀልዓለም እየ ዝመስግነካ እንድዒ ፍሉይ ሰብ ኢኻ ቁጽሪ ሞባይልካ እሞ ሃበኒ ኣዕርፍ ኣቢለ ጽባሕ ናይ ምሸት ግድን ክድውለልካ እየ በለቶ ሚኪኤ ሚኪኤለ ውን ን ዝግበኣኪ እዩ ጸገም የብሉን ዝሓፍተይ ጥራሕ ብሰላም እተዊ። ኢሉ ቁጽሪ ቴሌፎኑ ኣረከባ። ብምስጋና ከኣ ተፈናነዉ። ኤፍሬም ምስ ኣምሃር ኣብ ኣፍ ደገ ዝኣብጽሕዋ ብኡ ንብኡ ናብ ምኪኤለ ተመለሰ። ኣንቲ ሰምሃር ጓለይ ኣዲኣ ደጋጊመን ኣዒንቲ ጓለን ኣቋመታ። ሰምሃር ማማ ከመይ ኣሎኺ ከመይ ጥዕናኺ ደሓን ዲኺ ደጋጊማ ሓተተታ። እዚ ጉዳይ ደኣ ከመይ ከይኑ ያንቲ ማማ ተርባጽ ውሽታ ክምልሰላ ብኣግኡ ናብቲ ዘሻቐላ ሕቶ ኣተወት። ኦይ ይውዳእ ዶ በይልክዮ ሰምሃር ጓለይ? ከቢድ ጾር ከም ዝተራገፈለን ነብሰን ፍኹስ በለን። እታ እንኮ መማኽርተንን መላዝብተንን ጓለን ስለ ዝረኸባ። ንምዃኑ መን ይበሃል ብኸመይ ክረኽቦኸ? ሓተተት ሰምሃር።